ከምቲ ኩላትና እንፈልጦ መብዛሕትኡ ክንዓሞ እንደሊ ነገር ኣብ ኣእምሮና እዩ ዝውዳእ። ኣብ ኣእምሮ ተሰሪሑ ዝተወደኣ ነገር ድማ ናብዚ ምድሪ ብቐሊሉ ክትርጎም ይኽእል። ኣስተንትኖ ዘይብሉ ወይ ድማ ነቲ ዘሎ ሽግር ክርኢ ከም ዘይክእል ብዕሙት ዝጓዓት ሰብ ክትመስል ትኽእል ትኸውን። ግናኸ ነቲ ብንጹር እትርእዮ ነገር ብደገፍ ኣስተውዕለሉ። ኣብ ውሽጥኻ ዘሎ ነገር በስተውዕሎ ተዓዘቦ። ብሓቂ ነዚ ናብ ጭቡጥ ባይታ ክተውርዶ ትኽእል ኢኻ። ንርእስኻ ክትጥምት ከለኻኸ እንታይ እዩ ዝረኣየካ? እስኪ ብኣብነት ከብርሃልካ። ፈጣሪ ንሓደ ኣዳም ነዛ ምድሪ ክመልኣ ዓቕሚ ሂቡ ካብ ፈጠሮ፣ ኣብ ውሽጥና እውን ነዛ ዓለም ክመልእ ዝኽእል ሓይልን ዓቕምን ኣንቢሩልና ኣሎ። እቲ ክእለትናን መክሊትናን ንዓለም ክቕይር ይኽእል እዩ። ግናኸ ነዚ ውህብቶ ኣለልዮም ነቲ ዕላማ ዝነብሩሉ ሰባት ኣብዛ ምድሪ ኣዝዮም ውሑዳት እዮም። በዚ ምኽንያት እዚ ድማ ኣብዛ ምድሪ እሙን ዓወት ዘጥርዩ ሰባት ኣዝዮም ውሑዳት እዮም። ነዚ ክስተት እዚ ኣመልኪቶም ሶቕራጦስ ሓዊስካ ብዙሓት ዕዉታት ሰባት ዝሰማምዑሉ፣ ነቲ ዝተፈጠርናሉ ዕላማ ክንፈልጠሉ እንኽእል ኣርባዕተ መንገድታት ኣለዉ። ነዚኦም ሓደ ብሓደ ከርእየካ እየ። ሶቕራጠስ ንመጀመርያ ግዜ ዝጀመሮ እንኮ ፍልስፍና ኣነ መን እየ ዝብል ነበረ። ነዚ ሕቶ እዚ ኣልዒሉ ንምምላስ ኣብ ዝተጉዓዘሉ ኣብቲ ኣጸጋሚ ናይ ርእሰ ምርመራ ጉዕዞ ዝስተውዓሉ ነገር እንተሃልዩ፣ ርእስኻ ምፍላጥን መንነትካ ምዃንን ናይ ኩሉ ፍልጠት መሰረት ምዃኑ እዩ። ብርግጽ ንርእሱ ዝፈለጠ ናብዛ ምድሪ ዝመጸሉ ዕላማን ኣብ ውሽጡ ዘሎ ናይ ሓቂ ውህበትን ዝተረደኣ ሰብ ሚእቲ ካብ ሚእቲ ናብ ጎቦ ዓወት ደይቡ ኣሎ። ዕውት ንምዃን እቲ ቀዳማይ ስጉምቲ ንርእስኻ ምፍላጥ እዩ። ኣብዚ ቪድዮ እዚ ከመይ ጌርና ንርእስና ንፈልጥ፣ ከመይ ጌርና ውህበትናን መክሊትናን ነለሊ፣ ነቲ ዝተውሃበና ዕላማ ከመይ ጌርና ንፈልጦን ንነብረሉን ክንርኢ ኢና። ነዛ ቪድዮ ላይክ ብምግባር ጀምር። ስድራ ናይዚ ቁምነገር ቻነልና ተዘይኮይንካ ድማ ሰብስክራይብ ብምግባር ናይዚ ጠቓሚ መደብና ቤተሰብ ኩን። እቶም ቀደም ዝነበርኩም ቤተሰብና ድማ ከም ወትሩ ላይክን ሼርን ብምግባር ደገፍኩም ኣርእዩና። ንሕና ሰባት ጥራይ ዘይኮናስ ኣብዛ ምድሪ ዘሎ ዝኾነ ነገር ዝተሰርሓሉን ዝተፈጠረሉን ምኽንያት ኣለዎ። ንሕና ሰባት ድማ ብመልክዕን ምስልን ፈጣሪ ኢና ትፈጢርና። እዚ ማለት ኣንበሳ ንኣንበሳ፣ ከልቢ ድማ ነቲ ዝመስሎ ከልቢ ከም ዝወልዱ፣ ፈጣሪ ውን ናይ ገዛእ ርእሱ ምስሊ ክሰርሕን ክፈጥርን ዝኽእል ሰብ ኣምጺኡ። ኣስተውዕል! እዚ ክሳዕ ክንደይ ፈጣር ንወዳደር ማለት ዘይኮነስ ካብ ኣምላኽና ዝወረስናዮም ናይ ምክኣል፣ ናይ ምስራሕ፣ ናይ ምዕዋት፣ ናይ ሕያዋይነት፣ ናይ ምግዛእን እሙንነትን ክብርታት ኣለዉና ማለት እዩ። ፈጣሪ ገዲፍናስ ንሕና ሰባት እኳ ብዘይ ዝኾነ ምኽንያት ነገር ኣይንሰርሕን ኢና። ንኣብነት መኪና ንመጓዓዝያ፣ ገዛ ንመቐመጢ ሳሙና ድማ እንሕጸቦ ንሰርሕ። ካብዚኦም ተበጊስና መኻይን ኩለን ከከም ኣገልግሎተን ከከም እተሰርሓሉ ዕላማን ይፈላለያ፣ ቅርጸንን ዓቐነንን ድማ ከምቲ ንደልዮ ይኸውን። ንኣብነት ናይ ውልቀ መኪና፣ ናይ ህዝቢ መጓዓዝያ፣ ናይ ጽዕነት እናበልና ንመቕሎ። ልክዕ ከምኡ ድማ ገዛ ክንርኢ ከለና መኽዘን፣ ሽቓቕ፣ መደቀሲ ክፍሊ፣ ሳሎን እናበልና ንኸፍሎ። ሳምና እውን እንተኾነ ናይ ኢድ፣ ናይ ኽዳን፣ ናይ ኣቕሓ፣ ናይ ነብሲ እናበልና ንሰምዮ። ንሕና ደቂ ሰባት እውን ተመሳሳሊ ቅርፂ ሃልዩና ክልተ ኢድ፣ ክልተ እግሪ፣ ክልተ ዓይኒ፣ ክልተ እዝኒ ሒዝና ክንመፅእ ከለና እቲ ኣገልግሎትናን ተልእኾናን ግን ፍፁም ዝተፈላለየ እዩ። ነዚ ምፍላጥን ነዚ ዕላማ እዚ ምንባርን ድማ ኣብዛ ምድሪ ናይ ሓቂ ዕውት ሰብ ይገብረካ። ስለዚ እቲ ዝቕጽል ሕቶ ነቲ ዝተፈጠርኩሉ ዕላማ ከመይ ገይረ ክፈልጦ እኽእል ዝብል እዩ። ሰቁራጦስ ሓዊስካ ብዙሐት ትዕዉታት ሰባት ዝሰማምዑሉ ነቲ ዝተፈጠርናሉ ዕላማ ክንፈልጠሉ እንኽእል ኣርባዕተ መገድታት ኣለዉ። ነዚኦም ሓደ ብሓደ ከርእየካ እየ። እቲ ቀዳማይ እቲ እትፈትዎን እትደልዮን ብቐሊሉ ክትዓሞን ክተተግብሮን እትኽእል ነገር እንታይ እዩ ዝብል እዩ። ንኣብነት ነዚ ሕቶ እዚ ንሮናልዶ እንተ ነጊርካዮ ኩዕሶ ምጽዋት፣ ንኣብርሃም ኣፈወርቂ እንተ ነጊርካዮ ምድራፍን ምቕንቃንን፣ ንሓደ ስፖርተኛ ድማ እቲ ስፖርት እዩ። እምበኣር ንዓኻኸ ኣብ ውሽጥኻ ዘሎ ክተተግብሮ እትኽእል ብዘይ ጸገም ክትሰርሖ እትኽእል ተግባር እንታይ እዩ? ንኻልእ ሰብ ኣዝዩ ኣጸጋሚ ክኸውን ይኽእል እዩ፣ ንዓኻ ግና ብጣዕሚ ቀሊል ኮይኑ እትረኽቦ ነገር እንታይ እዩ? ነዚ ሕቶ እዚ ንርእስኻ ብምሕታት ናብቲ ውህበትካ ሓደ ስጉምቲ ትቐርብ። ካልኣይ፣ ነዚ ሕቶ እዚ ናብቶም ኣብ ዙርያኻ ዘለዉ ሰባት ብምቕራብ እንታይ ዓይነት ክእለት ሃለወኒ ኢልካ ሕተት። እዚ ክበሃል ከሎ ካብቲ ንቡር ህውበቶም ንላዕሊ እዩ። ከምቲ ኩላትና እንፈልጦ ሰማንያን ሓሙሽተን ካብ ሚእቲ ዝኸውን ሰብ ኣብ ንእስነቱ ማለት ካብ ኣርባዕተ ክሳብ ሸውዓተ ዓመት ወይ ድማ ክሳብ ዓሰርተ ዓመት ኣብ ዘሎ ግዜ እቲ ናይ ውሽጢ መንነቱ ወይ ድማ ሰልፍ ኢሜጅ ከም ዝህነጽ እዩ ዝእመን። እዚ ድማ ኣብ ከባቢና ኣብ መንጎ ቤተሰብና ዝፍጠር ኮይኑ እቲ ቅርጺ ኣብ ግዜ ቁልዕነቶም እዩ ዝውድእ። ንኣብነት እዚ ቆልዓ እዚ ድምጹ ጥዑም እዩ ደራፊ እዩ ክኸውን። እዛ ጓል እዚኣ መርማሪት እያ ክትኸውን ምርምር ትፈቱ እያ። እዚ ከምዚ እዩ እቲኣ ከምዚኣ እያ እናተብሃለ ኣብ ግዜ ቁልዕነትናን እቲ ንርእስና ዘለና ምርዳእ ይቀርጽዎ። ስለዚ ነዚ ቀሊል ሕቶ እዚ ነዕሩትኻን ኣብ ዙርያኻ ዘለዉ ሰባትን ብምሕታት ናብቲ ውህበትካ ተወሳኺ ስጉምቲ ክትስጉም ትኽእል ኢኻ። ሳልሳይ፣ ኣብዛ ዓለም ዘሎ እንታይ ዓይነት ጎደሎ ወይ ክፍተት እዩ ዝያዳ ዝረኣየካ? ነዚ ብምሕታት ክትርድኦ ትኽእል ኢኻ። ንኣብነት፣ እቶም ዝተጸገሙ ህጻናት የተሓሳስቡኒ፣ እቶም ዝፋትሑ ሰብ ሓዳር ውሽጠይ ይርብሽዎ፣ ክፉእ ምግቢ ክርኢ ከለኹ ውሽጠይ ሰላም ይስእን፣ ወይ ድማ ክዳውንቲ ክርኢ ከለኹ ከምዚ እንተ ዝኸውን ጽቡቕ ነይሩ እናበልካ ትሓስብ ትኸውን። ወይ ድማ እቲ ኣብ መዘናግዒ ከባቢ እትርእዮ ነገር ንውሽጥኻ የናውጾ ይኸውን። እዚኦም ኩሎም ነቲ ኣብ ውሽጥኻ ዘሎ እሙን ውህበት ንምልላይ ዝሕግዙኻ እዮም። ኩላትና እተፈላለየ ጎደሎ ንምምላእ ኢና ተፈጢርና። ኣብቲ ውሽጥና ዝጭነቐሉን ዝበኸየሉን ቦታ እዩ እቲ ተልእኾና ዘሎ። ንኣብነት ማዘር ተሬዛ ነቶም ዝተጸገሙ ህጻናት ክትሕግዝ ዝወሰነት ኣብ ውሽጣ ዝነበረ ዓቢ ድንጋጸ ንሱ ስለ ዝነበረ እዩ። ኔልሰን ማንደላ ነጻነት ዝሰኣኑ ሰባት ክርኢ ከሎ ውሽጡ ሰላም ክረክብ ኣይከኣለን፣ በዚ ምኽንያት ድማ ነቲ ዝተፈጠረሉ ዕላማ ክረኽቦ ክኢሉ። ኣልበርት ኣንስታይን ናይ ቴክኖሎጂ ክፍተታት ወይ ንህይወት ዘቃልሉ ነገራት ዘይምስርሖም ኣዝዩ የተሓሳስቦ ነበረ። ስለዚ በቲ መገዲ እቲ ደው ኢሉ ንነገራት ክቕይሮም ክኢሉ። በዚ ምኽንያት እዚ ድማ እዩ ሎሚ ኣብዛ ዓለምና ብዙሕ ነገራት ዝተቓለለልና። ዓለምና ምጭውትን ንነባሪኣ ምችውትን ዝኾነትሉ ምኽንያት ብዙሓት ሰባት ነቲ ዝረኣይዎም ክፍተታት ስለ ዝመልእዎ'ዩ። ብጠራሕ እግሮም ዝኸዱ ሰባት ትርእዮም ዝሓዘኑ ሰባት ጫማ ሰሪሖምልና። ኣእጋሮም ዝሓመሙ ሰባት ጫማ ክቕይሩ መገዲ ጸሪጎምልና። ቁሪ ዘሳቕዮም ሰባት ኮበርታ ኣዳልዮምልና። ዝናብ ዘተሓሳስቦም ሰባት ድማ ጽላል ኣዳልዮምልና። ስለዚ እዚኦም ኩሎም ተሰሪሖም ሎሚ ኣብዚ በጺሕና ኣለና። ንዓኻ'ኸ ኣየናይ ክፍተት'ዩ ዝያዳ ዝረኣየካ? መልስኻ ኣብቲ ናይ ኮመንት ሴክሽን ጸሓፈልና። እቲ ራብዓይን ናይ መወዳእታን ሕቶ ኣልዒልና፣ ሓደ ሰብ ነቲ ዝተፈጠረሉ ዕላማ ካብ ፈለጠ ከመይ ገይሩ ክነብረሉ ይኽእል ዝብል ብሓጺሩ ርኢና ክንዓጹ ኢና። ራብዓይ እንታይ ሰሪሕና ክንሓልፍ ንደሊ ዝብል እዩ። እዚ ማለት ኣብዛ ምድሪ ኣብ እንነብረሉ ህይወት ዝዓበየን ዝኸበደን ጉዳይ እዩ። እንታይ እዩ እቲ ኣብዛ ምድሪ ሰሪሕና ክንሓልፎ ንደሊ ነገር? ኣብዛ ምድሪ ሸውዓተ ወይ ሸሞንተ ቢልዮን ህዝቢ ኣለና። ኩላትና እተፈላለየ ዓይነት ድሌትን ጻውዒትን ከም ዘለና ተዛሪብና ኢና። ኩላትና ልክዕ ከም መልክዕና ፍጹም እተፈላለና ኢና፣ ሓሳብናን ድሌትናን እውን ዝተፈላለየ እዩ። እዚ ጥራሕ ዘይኰነስ፣ ዘለኣለም ኣብዛ ምድሪ ዝነብር ዋላ ሓደ ሰብ የለን፣ ምንባርናን ምሕላፍናን ናይ ግድን እዩ። ግናኸ ቅድሚ ሞተይ ክገብሮ ዝደልዮ፣ ከተግብሮ ዝደልዮ ነገር እንታይ እዩ? ነዚ ሕቶ እዚ ንርእስኻ ብምሕታት ርእስኻ ክትፈልጥ፣ ክተስተውዕልን ክትርዳእን ትኽእል ኢኻ። ስለዚ፣ ነዞም ካብ ላዕሊ ዝረኣናዮም ኣርባዕተ ሕቶታት ብምዕዛብ ነቲ ናይ ህይወት ዕላማናን ዝተፈጠርናሉ ምኽንያትን ምስ ተረዳእና፣ ነዚኦም ምሕሳብን ምትግባርን ነቲ ናይ ሓቂ ናይ ህይወት ጻውዒትናን መክሊትናን እንዕውተሉ ከምኡ ድማ ብዕዉት መገዲ እንሓልፈሉ መንገዲ የርእየና። ንርእስኻ ምስ ካልእ ሰብ ፈጺምካ ኣይተወዳድር። ንርእስኻ ምቕባል ወይ ድማ ሰልፍ ኣክሰፕታንስ ማለት፣ ዋጋ ርእስኻ ኣሰናሲንካ ከይትርኢ ኣብ ዝኾነ ይኹን ኩነታት ትሃሉ ማለት እዩ። ገሊኦም ሰባት ኣነ ንርእሰይ ጽቡቕ ገይረ እፈልጣ እየ፣ ነቲ ውህበተይን ዕላማ ፈጣሪየይን እፈልጦ እየ፣ ግናኸ ነዚ ንኸይነብር ዝዓናቐፉኒ ብዙሓት ምኽንያታት ኣለዉ ይብሉ። ንኣብነት ቁጠባ፣ ናይ ምርድዳእ ጸገም፣ ተቐባልነት ዘይምርካብ፣ ናይ ጥዕና ጸገም ወይ ካልእ። እሞ ኣስተውዕል! ፈጣሪ ነዞም ሽግራት እዚኦም ክነወግደሉስ ክንደይ ዓመታት ክህበና እዩ? ናብቲ ጸውዒትና ክንምለስ ነቲ ዕላማና ክንነብረሉ ክንደይ ዓመታት የድልየና? ኣብዞም ዓመታት እዚኦም እዞም ጸገማትና ክፍታሕ ድዩ? ፈጺሙ ኣይፍታሕን። ስለዚ ሓደ ነገር ክነግረካ፣ ዝኾነ ይኹን ጸገም ተጠቕሊሉ ሓደ ነገር ጥራይ እዩ። ንሱ ድማ ንርእስኻ ብሓቂ ዘይምርዳእ፣ ጸውዒትካ ዘይምፍላጥ፣ ውህበትካ ዘይምልላይን ነቲ ዕላማ ምንባር ዘይምኽኣልካን ጥራዩ። ኩሉ ጸገማት ብጉዕዞ ግዜ ክፍታሕዩ። ዘይፍታሕ ጸገም እንተሃልዩ ግና ደስታ ዝኸልእ ነገር እንተሃልዩ ነቲ ዝተፈጠርካሉ ዕላማ ከይነበርካ ክትሓልፍ ከለኻ ጥራዩ። ስለዚ ነዚ ነገር እዚ ክትሓስበሉ ኣዝየ ይላበወካ። ሼክስፔር ነጋዳይ እንተዝኸውን ነይሩ ነዚ ኩሉ ስነ ጽሑፍ መን ምጸሓፈልና ነይሩ። ኣለክሳንደር ፍሌሚንግ መምህር ዩኒቨርሲቲ ጥራይ ኮይኑ እንተዝተርፍ ነይሩ ነዚ ፔንሲሊን መድሓኒት መን ምረኸቦ ነይሩ። ቤትሆቨን ነዚ ዓለም ዘናወጸ ሙዚቃ እንተ ዘይሰርሕ ነይሩ፣ መን ነይሩ ንህይወትና በዚ ልክዕ እዚ ክምእዝዛ ዝኽእል? ግርሃም በል ቴለፎን እንተ ዘይፈጥር ነይሩ፣ ሎሚ ኵላትና በዚ ቐሊል መገዲ ክንራኸብ ኣይምኸኣልናን ኔርና። ብርግጽ እዚኦም ኵሎም ሰባት ኣብ ህይወቶም ዓበይቲ ፈተናታትን ሽግራትን ኣጋጢምዎም ኢዩ። ነዚ ዅሉ ዝሰገረሉ ምኽንያት ግና እቲ ሓሳቦምን ዕላምኦምን ኣብቲ ተልእኾኦም ጥራይ ስለ ዝነበረ ኢዩ። ስለዚ ነቲ ዝተፈረደሉ ዕላማ ዝጐዪ ሰብ፣ መገዱ ኩሉ ግዜ ምንጻፍ እዩ ማለት ኣይኮነን። ብዙሓት ኣጸጋሚ ነገራት ከጋጥሞም ይኸእል እዩ። ግናኸ ነዚ ኩሉ ክሰግሮ ዝኸእል ሓይሊ ዝረክብ ኣብቲ ዝተዓደሎ ውህበታዊ ሓይሊ ጥራይ እዩ። ዓወት ማለት ነቲ ናይ ህይወት ጻውዒት ተረዲእካ ምንባር ማለት እዩ። እቲ ንዓኻ ናብዚ ዓለም ምምጻእካ ዘመላኽት ወይ ድማ ሓሊፍካ እኳ እንተኸድካ ካብቲ መቓብርካ ንላዕሊ ዝስመ ገዛኢ ሓሳብ እንታይ እዩ? እቲ ንዓኻ ዝገልጽ ዓቢ ኣሰር ክትሓድጎ እትኸእል ነገር እንታይ እዩ? እቲ ዝርኣኻዮ ክፍተትን ጎደሎን ካብ ዓቕምኻ ንላዕሊ ኣይኮነን። ብሓቂ ነቲ ሽግር ብልብኻ ክትርእዮ ዝተገበረሉ ምኽንያት ክተወግዶን ክተስተኻኽሎን ስለ ዝሕሰብ እዩ። ነዚ ብንጹር ብኣስተውዕሎን ብጥንቃቐን ምርኣይ ዓቢ ናይ ውሳነ ባይታ እዩ። ኣብ መወዳእታ ሓንቲ ነገር ጥራይ ክነግረካ፣ ነቲ ኣብ ውሽጥና ዘሎ ውህበትን መክሊትን ተረዲእና ናብዛ ምድሪ ክተግብሮ ክንብል ከለና፣ ኩሉ ነገር ቀሊልን ምቹውን ክኸውን ምጽባይ ናይ የዋሃን የዋህነት እዩ። ግናኸ ርእሱ ዝተረድኣ ሰብ፣ ንድሕሪት ክምለስ ወይ ክዕወት፣ ክወድቕ ወይ ክትስእ፣ ዝተዳለወ ኣእምሮ ሒዙ ክጓዓዝ ከሎ፣ እቲ እንኮ ንዕውትነትን ዕላማናን ንምውቃዕ ዝሕግዘና መገዲ ንሱ እዩ። ነዚ ቻነል ሓዱሽ እንተኾይንካ Subscribe ብምግባር ቤተሰብ ኩን። እንተፈቲኹሞ ድማ Like፣ Share ብምግባር ደገፍኹም ኣርእዩና። የቐኔለይ!